እምበኣርከስ ንሕጂ ሒዘልኩም መፅየ ዘለኹ ብዛዕባ ዲተርሚነርስ ኦር መዋዓውዕቲ ኢልና ንሰምዮም መዋዓውዕቲ ወይ እውን ዲተርሚነርስ ክንብል እንከለና ኣብ ክንዲ ስሞም ኮይኖም

ቱ ክሌሪፋይ ዜር ሪፈረንስ they include categories such as ኦኬ እቶም መዋዕወዕቲ ኢልና ንሰምዮም እቶም ዝውስኑ ሓደ ክፋል እቲ መወከሲ ንምንጻር ኣብ ቅድሚ ኣስማቶም ዝቕመጥ መደረ እዩ። ከምዚ ዝስዕብ ዝኣመሰለ ምድብ ከኣ የጠቓልሉ። ንኣብነት

ኣርቲክልስ ዓንቀፃት ከም በዓል a ኣን ዘን እዚኦም ሰለስቲኦም ኣርቲክልስ ኢልና ንፅውዖም ወይ እውን ዓንቀፃት ኢልና ንፅውዖም ብትግርኛ ማለት እዩ። ዲተርሚነርስ ከም በዓል ኣርቲክልስ ወይ እውን ዓንቀፃት የጠቓልል። ናምበርስ ክንብል ከለና ከዓ ቁፅርታት ክልተ፣ ሸሞንተ፣ ቴስዓን ትሽዓተን ወዘተ ማለት እዩ ቁፅርታት ፕሮናውንስ ኤንድ ፖሰሲቭ ዲተርሚነርስ ክንብል ከለና ንዕኡ፣ ንዓኣ፣ ምሳይ፣ ንርእስና፣ ንዓና፣ ንዓኣቶም እዚኦም ፕሮናውንስ ወይ እውን ሂስ፣ ሀር፣ ኢትስ፣ ዮርስ፣ ማይ፣ ዘር፣ ኣርስ ከም ሳልሳይ ኣካል ንጥቀመሎም። ንዕኡ ከም ካልኣይ ኣካል ተሰማይን ከም ሳልሳይ ኣካል ተሰማይን ንጥቀመሉ ብትግርኛ ማለት እዩ። መወዓወዕቲ ንዕኡ፣ ንዓኣ፣ ንዓኣቶም፣ ንዓና፣ ንርእስና፣ ንዓኣተን ከም ሳልሳይ ኣካል ከም ካልኣይ ኣካል ካልኣይ ኣካል ተጸዋዒ ሳልሳይ ኣካል ተሰማይ ንብሎ ማለት እዩ። ዲፈረንስ ዲተርሚነርስ ክንብል እንከለና እዚኦም ኣዘር ዘ ኣዘር ኣናዘር ፍልልይ ዝውስኑ ሰባት እቲ ሓደ እቲ ካልኣይ እቲ ካልእ ንኣብነት ኣብ ክንዲ ንሱ ንሳ ኢልና ንጽውዕ እቲ ሓደ እቲ ካልኣይ እቲ ሳልሳይ እቲ ራብዓይ እንዳበልና ንፈልዮም ማለት እዩ ዲፈረንስ ዲተርሚነርስ ክንብል ከለና ፍልልይ ዝውስኑ ሰባት ማለት እዩ ኣብ መንጎ ሰባት ፍልልይ ዝውስነልና ማለት እዩ ኣብ መንጎ ክልተ ሰባት ሓደ ሰብ እንድሕር ሃልዩ እቲ ሓደ ንብል ኣብ ማእከሎም እንድሕር ሃልዩ ክልቲኦም እንተኾይኖም ከዓ እቲ ካልኣይ እንዳበልና ንኸይድ ማለት እዩ። ዲሞንስትሬቲቭ ክንብል ከለና ዘስ፣ ዞስ፣ ዛት፣ ዜስ

ቁጽርታት ስፔሲፊክ ዝኾነ ቁጽሪ ክንጠቅስ ከለና ከም በዓል ሓደ ክልተ ሰለስተ ኢልና ንጽውዕ እዚ ግን ከም መወከሲ ንጥቀመሎም መዋዓወዕቲ እዮም እዚኦም ሂደት እዩ ቁሩብ እዩ It's a little bit ሳም ኦፍ ገለ ንብል ኢና ብእንግሊሽ እዚ ከዓ ኣብ ትግርኛ ኣብ ዝንሐለ ብእንግሊሽ ሳም ሜኒ ኢናፍ ኣብዚ ከዓ ብትግርኛ ሂደት ብዙሕ ገሊኡ እንዳበልና ንቕጽል ማለት እዩ። ወዘተ ኣሎና ካልእ ውን ኣለና ከም ቁጽሪ ንሰምዮ ገለ ካብኡ እየ ጠቒሰልኩም ዘለኹ። ዲስትሪቢቲቭ ክንብል ከለና ከኣ ሃፍ፣ ቦዝ፣ ኢናፍ፣ ኢች፣ ኦል፣ ኔዘር ኤንድ ኤዘር ኣከፋፈልቲ ወይ ውን ፈረቓ ንኽልቲኡ ንነፍሲ ወከፍ ኮነ ንሓዲኡ ማለት እዩ። ኣከፋፈልቲ ንሓደ፣ ንኽልተ፣ ንሰለስተ እንዳበልና ክንመቓቐል ከለና ኣከፋፈልቲ ኢልና ንጽውዕ። ብኣርከስ መወዓወዕቲ ኢልና ንሰምዮም። ኣርቲክልስ ዓንቀጻት፣ ናምበርስ ቁጽርታት፣ ፕሮናውንስ ኤን ፖሴሲቭ ዲተርሚነርስ